ሰላም ሰላም ዝኸበርኩም ተኸታተልቲ መቓልሕ መንእሰያት ሕራይ እምበኣር ሎሚ ከዓ ከምቲ ልሙድ መደባት ሒዝናልኩም መፂና ኣለና ናይ ትምህርቲ መኪና ማለት እዩ ብትግርኛ ነቶም ብዝያዳ ነቶም ጀመርቲ መሃሪ ወይ ከዓ ሓጋዚ ኮይኑ ዝተሰማዓና ንእሽተይ ቪድዮ ብትግርኛ ክንገብር ተገዲድና ማለት እዩ ሐራይ እምበኣር እዚኦም ትርእይዎም ዘለኹም ከምዚ ትርእይዎም ዘለኹም ሰማያውቲ ሰማያዊ ሕብሪ ከቢብ ሰማያዊ ሕብሪ ዘለዎም ኩሉ ግዜ ኣገደቲ እዮም ዝበሃሉ እዚኦም ናይ ግድን ክትገብሮ ዘለካ ነገር እዮም ዝብሉ ሐራይ እዛ ንዕዘባ ዘለና ከኣ ንጸጋም ጥራሕ ቀጽል ይብል ኣሎ ብዝያዳ ብዙሕ ግዜ ኣብ ኩርናዕ ንጸጋም ዝዓጽፍ መንገዲ ወይ ከኣ ንጸጋም ዘላግስ ማለት እዩ ብዝሑ ኣብ ከምኡ እዩ ተጋጥም እዚኣ ንርያ ዘለና ኲሉ ጊዜ ኣብዚኣ ኽንጥንቀቓላ ዘለና ኲሉ ጊዜ ንጸጋም ጥራይ ቀጽል እዩ ዝብለካ ዘሎ ንጸጋማይ ጥራይ ኢኻ ትኸይድ ንየማናይ ኣይትኸይድን ኢኻ ንተኺልካ ኽትከይድ ኣይትኽእልን ኢኻ ንጸጋም ጥራይ ቀጽል እዩ ዝብለካ እዚ። ዝያዳ ኣብ መኪና ኮይና ቪድዮ ጌርና ሓሳብ ነምፃልኩም ንፀጋም ጥራይ ቅፅል እንተልካ ከምዚ ምስ ንርኢ ንፀጋም ጥራይ ኢና ንቕፅል ካልእ ወላ ሓንቲ ንገብሮ ነገር የለን ማለት እዩ እዚ ድማ ንየማን ጥራሕ ቀፅል ይብለና ኣሎ ኩሉ ግዜ ንየማን ጥራይ ንቕፅል ማለት እዩ ከምዚ ናይዛ ቀዳመይቲን ጸገም ቅጽል ትብል ጸንሐት እዚ ውን ከምኡ ዱ ብዙሕ ግዜ ኣብ ኣንጎሎ ኣብ ንየማን ዝዓጽፍ ኣንጎሎ ገለ ይጸንሕ ማለት እዩ ንየማን ቀጽል ንየማን ጥራሕ ቀጽል ክብለካ ከሎ እዚ ኩሉ ግዜ ኣገደቲ እዮም እዚኦም ከምዚኦም ሕብሪ ዘለዎም ትሪእዎም ዘለኹም ከበብቲ ኮይኖም ከምዚ ዓይነት ሕብሪ ዘለዎም ናይ ግድን ክትገብሮ ዘለካ እዮም ዝብሉኻ ማለት እዩ ንየማን ጥራሕ ቀጽል ዝብለካ ኣሎ ሕጂ እዚ ንየማን ጥራሕ ኢኻ ከኣ ትቕጽል ማለት እዩ። ኣዚ ድማ ንየማን ሓዝ ዝብለና ኣሎ። እዚ ድብዞ ሓውሲ ዝያዳ ኣብ ታሽሙ ከነብርሃልኩም ኢና ማለት ብፕራክቲስ ከነብርሃልኩም ኢና ንየማን ጥራይ ኣብዚ ከዓ ክትሕዝ ክትክል ኣለካ ኩሉ ግዜ ናብዚ ዝብለካ ዘሎ ኣንፈት ማለት እዩ ክትሕዝ ክትክእል ኣለካ ኦኬ። ሕራይ ኣብዚ ከኣ ንየማን ወይ ንጸጋም ተዘይኮይኑ ንቕድሚት ዘይምቕጻል ዘይቅጽል ጽርግያ ይብል ኣሎ ማለት እዩ። ኣብዚ ኩሉ ግዜ ክንጥንቀቆ ዘለና ከምዚ ዓይነት ኣንፈት እንተጸኒሕና ትኽ ኢልና እንተጸኒሕና ኣብዚ ንየማን ወይ ከኣ ንጸጋም ዝዓጽፍ ጽርግያ ኣሎ። ብሓዲኡ ከኣ ከተብል ኣለካ። ንየማን እንተደሊኻ ንየማን ከተብል ኣለካ፣ ንጸጋም እንተደሊኻ ድማ ንጸጋም ከተብል ኣለካ ማለት እዩ። ኣብዚ ክንታሽሞ ክንገብሮ ዘለና ትኽ ኢልካ ትኸይድ ጸኒሕካ ትኽ ኢልካ ኣይትቕጽልን ኢኻ። እዚ ጽርግያ እዚ ክቕጽል ኣይክእልን እዩ። ንየማን ወይ ንጸጋም ናይ ግድን ጥራይ እዩ ዘብል እምበር ተኺልካ እተኸትካ ወይ ጎቦ ኣሎ ወይ ጸድፊ ኣሎ ወይ ገለ ኣሎ ማለት እዩ ተኺሉ ስለ ዘይቅጽል ንየማን ወይ ንጸጋም ከተብል ኣለካ ኣብዚ ፍሬኖ ሒዝና ንየማን ወይ ንጸጋም ክንብል ክንክእል ኣለና። ሕራይ እምበኣር እዚ ድማ ንቕድሚት ወይ ንጸጋም ጥራይ ቀጽል እብል ኣሎ። ንቕድሚት ትኽ ኢልካ በቲ ሒዝካዮ ዘለኻ መስመር በቲ ዝመጸኻዮ ትኽ ኢልካ ንቕድሜኻ ክትከይድ ትኽእል ኢኻ። ንጸጋም እውን ከተብል ትኽእል ኢኻ። ንጸጋም እንተደሊኻ ንጸጋም ክትዕጸፍ ትኽእል ኢኻ ማለት እዩ። ኣብዚ ግን ንየማን ከተብል ኣይትኽእልን ኢኻ። ወላ ገለ ገለ ወላ ንእሽተይ መላገሲ እንተላ ንየማን ንየማን ከተብል ኣይትኽእልን ኢኻ። ናይ ግድን ትኽ ኢልካ ክትከይድ ኣለካ ወይ ከኣ ንጸጋም ክትዕጸፍ ክትክእል ኣለካ። ኦኬ እዚኣ ከኣ ንጸጋም ሓዝ ዝብለና ኣሎ። ከምታ እታ ቀዳመይቲ ከርድኣኩም ዝጸናሕኩ ንየማን ሓዝ ዝነበረት እዚኣ ከኣ ንጸጋም ሓዝ ትብል ኣላ። ናይ ግድን ከኣ ንጸጋም ክንሕዝ ክንክእል ኣለና ማለት እዩ። ሃራይ ንቐጽል ብሓደ ኣለናዶ? ኣብዚ ድማ ንቕድሚት ጥራሕ ቀጽል ይብለና ኣሎ። ኣብዚ ክንገብሮ ዘለና ኩሉ ግዜ ንቕድሚት ጥራይ ክንቅጽል ክንክል ኣለና ማለት እዩ። ናይ ግድን ከኣ ንቕድሚት ጥራይ ክንቅጽል ክንክል ኣለና በቲ ሒዝናዮ ዘለና መንገዲ እዩ። ኦኬ እዚ ድማ ንጸጋም ተዓጸፍ ይብለና ኣሎ። ትኽ ኢልና ንኸይድ ምስ ጸናሕና ንቕድሜና ንጸጋም ንዕጸፍ ማለት እዩ። ትኽ ኢልና ክንቅጽል ኣይንኽእልን ኢና ወይ ኣይቅጽልን ዘሎ እቲ ጽርግያ ማለት እዩ ናይ ግድን ንጸጋም ክንዕጸፍ ክንክእል ኣለና። ሕራይ እምበኣር ምልክታት ትራፊክ ጽርግያ ኩሉ ግዜ ኣርባዕተ እዮም ኩሉ ግዜ እቲኦም ምልክታት ናይ ትራፊክ ቀዳምነት እዚ ከልከልቲ ኣለዉ ካልኣይ ከኣ ኣጠንቀቕቲ፣ ሳልሳይ ሓበርቲ፣ ራብዓይ ድማ ኣገደድቲ ክትርእይዎ ዘለኩም እዚኣ ትርእይዋ ዘለኹም ኣርባዕ ተንጎሎ ኩሉ ግዜ ሓባሪት እያ። ንኣብነት ሕክምና ኣሎ እንታይ ዝበሃል ናይ ቡስ ከም ዘሎ ወይ ከዓ ሆቴል ከም ዘሎ ቤት መግቢ ከም ዘሎ ሪስቶራንት ከም ዘሎ ይሕብረካ ማለት እዩ ናሓበረካ ይከይድ ካልኣይ እዚ ሰማያዊት እዚኣ ሙሉእ ሰማያዊት ትሪእዋ ዘለኩም ድማ ኣገደድቲ ይባሃሉ ናይ ግድን ክትገብሮ ዘለካ ይንሕብረካ ሳልሳይ ድማ እዛ ከባብ ትሪእዋ ዘለኩም ከልከልቲ ኩልኩል ማለት እዩ ትኽልክለካ ትኽልክለካ ንኣብነት ስቶብ ትብለካ ብዝያዳ ድማ ከመይ መሲልኩም እቲ ፅሑፍ ናታ ተኸቢብ ብቀያሕቲ ጫፍጫፍ ቀያሕ ኮይኑ ኣብ ውሽጡ ድማ ንኣብነት ሕጂ ብኪሎ ሜትር ነግረካ ሓምሳ ልዕሊ ሓምሳ ፅሑፍ እንተለዎ ሕጂ ልዕሊ ሓምሳ ክትከይድ ልዕሊ ሓምሳ ምኻድ ክልኩል እዩ ይብለካ ወይ ድማ ቁጽርታት እናሓበርካ ክይድ ሚእትን ዒስራን ዝኽየዶ ቦታ ልዕሊኡ ክትከይድ ከም ዘይብልካ ይኽልክለካ ኮሙታት ማለት እዩ እታ ሳልሰይቲ ድማ እዛ ስሉስ ኩርናዕ ትሪእዋ ዘለኹም ኣጠንቀቕቲ ይበሃሉ ንሱም ኩሉ ግዜ ክጥንቀቕ ከም ዘለካ ይሕብረካ ናይ ናይ ናይ ህጻናት ቤት ትምህርቲ እንተሎ ወይ ድማ ኣምፕል እዚ ሴማፎሮ እንተሎ ተጠንቀቕ ይብለካ ወይ ዝኾነ ዘይጥጡሕ ጽርግያ እንተሎ ዘይጥጡሕ ጽርግያ ኣሎ ቅድሜኻ ተጠንቀቕ እናበለካ ኣጠንቀቕቲ ይበሃሉ ንሶም ከምኡ እናገበሩ ብዝያዳ ድማ ነዚኦም ኩሎም ቀስ ኢለ ዳሕራይ መዓልቲ ከምጻልኩም እየ ቀስ ብቐስ ክዝርግሓልኩም እየ ክሳብ ሽውዑ ድማ ሰናይ ቅነ ነዚያ ላይክ ሳብስክራይብ ብምባል ተሓባበሩ ናብ ኩሉ ሰብ ንኽፈልጥ ድማ ኣዕርኽትኹም መሓዙትኩም ሸር ብምባል ኣብዚ መደብ ከምዝሳተፉ ግበሩ ዝኾነ ርእይቶ ዝኾነ ርእይቶ እንተለኩም ድማ ብመልክዕ ኮመንት ኣብ ታሕቲ ክትከትፍልና ዝኾነ ሕቶታት ምስ ዘለኩም እውን ብቴሌፎን ክትረኽቡና ወይ ኢሜይል ክትረኽቡና ትኽእሉ ኢኹም ቴንኪዩ